ሰላም ሰላም ክብራት ተኸታተልቲ ኣብ ሙሉ ዓለም ዘለኹም ሰላም ክትህልው ተስፋ እናገበርኩ ሎሚ እውን ከምዚ ዝኣመሰለ ሒዝናልኩም መፂና ኣለና ክትፈትውዎ ከዓ ተስፋ ንገብር ከምዚ ንርእዮ ዘለና ሓደ ባናና ከምኡ ውን ብሉዊረ ወይ ብላውቤረ ከምኡ ውን ናይ ዝተኳኣኾኤ ናይ ኣጃ ከምዚ ንርእዮ ዘለና ኣብኡ ኣብ መጥሓኒና የእቲናዮ ኣለና ብድሕሪኡ ውን ናይ ማንድል ወይ ከዓ ኣልመንድ ፀባ ሓደ ብኬሪ ክንገብረሉ ኢና ከምዚ ንሪኦ ዘለና ማለት እዩ እሱ ከዓ ካብኡ ከዓ ካልሽየም ክንረክብ ንኽእል ኢና ካልእ እውን ብዙሕ ብዙሕ ጥቕሚ እዩ ዘለዎ ንዕኡ እውን በዓልና ጢሒና ከነዳልዎ ንኽእል ኢና ወይ እውን ክንዕድጎ ከኣ ንኽእል ኢና። ኩሉ ግዜ ባዕልና ንምስራሕ ወይ ባዕልና እንተሰሪሕናዮ እንታይ የእቲናሉ ስለ ንፈልጦ ብዙሕ ዕግበት ኣሎ ካብቲ ዓዲግካ ተምጽኦ። ጽማቕ ዊን እኮ ክንዕድግ ንኽእል ኢና ግን ብብዙሕ ብብዙሕ ስለ ንዳሎ ባዕልና ዘዳለናዮ እቲ ዝበለጸ እዩ። ኩሉ ግዜ እንታይ የእቲናሉ ስለ ንፈልጦ። ከምዚ ንሪኦ ዘለና ከምዚ ይመስል። እዚ ከዓ ንመን እዩ ዘድልዮ? ወይ ንኩሉ ሰብ የድልዮ እዩ። ንኩሉ ሰብ የድልዮ እዩ። ብፍሉይ ከዓ ኣዴታትን ቆልዑን እንተትጥቀምሉ ወይ እንተትጥቀማሉ ኩሉ ግዜ ከዓ ፅቡቅ እዩ። ከምዚ ይመስል ንምንታይ ደኣ ቆልዑን ኣዴታትን ኢልኪ ንዝብል ምናልባት ከኣ ቆልዑት ኣብ ምዕባይ ስለ ዘለዉ ኩሉ እቲ ናይ ኢሜን ሲስቴም ናቶም ኣዴታት ከኣ ኣብ ሕርስን ጥንስን ብዙሕ ብዙሕ ስለ ዝጎድለና ኣብታ ካልእቲ ሒዘልኩም መፅኦ ዘለኹ ከዓ ኣቲና ኣለና እዛ ንእሽተይ ንሪኣ ዘለና ጅንጅብል እያ ከምኡ እውን ባናና ኪቪ ሰለስቲ ዓይነት ቀሪበ ኣለኹም መቲረ ከዓ ኣብቲ መጥሓንየ ከእትወ ዋላ እውን ብፍረሹ ከለካ ክንበልዑ ንኽእል ኢና ግድን ኣይኮነን ክንጥሕኖ ዘለና ግን ከም ጅንጅብል ፍረሹ ክንበልዖ ክሕይለና ይኽእል እዩ ከምኡ እውን ከም ኣጃ እውን ብጥሪኡ ክንበልዖስ ኣይንኽእልን ኢና ስለዚ ሓተሓዋዊስናዮም ናይ ኩሎም ተወሃሂዱ ከዓ ብዙሕ ጥቕሚ ክንረክብ ንኽእል ኢና ከምዚ ንሪኦ ዘለና ኮኮምበር ወይ ከዓ ጉርከ ንእሽተይ ወሲደ ኣለኹ ብዙሕ ዓይነት እውን ክንውስኸሉ ከነእትወን ንኽእል ኢና እዚኣ ንእሽተይ እዚኣ ከዓ ሳላሪ እያ። ከነግጅፎ እውን ንኽእል ኢና፣ ግን ከም ቆልዑ ጅንጅብል ሳላሪ ስለ ዘይደፍርዎ ነንእሽተይ ኣብኡ ብምሕባእ እውን ብዙሕ ጥቕሚ ክረኽቡ ይኽእሉ እዮም። ከምዚ ንሪኦ ዘለና ከዓ ኤርድ ቢረ ውላ ሓንቲ ሓፂበ ጥራይ እምበር ዝኾነ ኣይሰደድኩዎን።

እሱ ከኣ ይፈላለ እዩ ኩሉ ኣይኮነን ሓደ ዝተፈላለየ ስለ ዘሎ እንድሕር ተደሊኽን እውን ከቕርበልክን ይኽእል እየ ኣየናይ እዩ እቲ ዝበለጸ ዝብል እዚ ብምእታውና ከዓ ልክ እኽሊ ስለ ዝኾነ ወይ ውፅኢት ናይ እኽሊ ስለ ዝኾነ ንግሆ እንተሰቲናዮስ ክሳብ ፋዱስ ዘሎ ብፅቡቕ ንውዕል ወይ እውን ክሳብ እቲ ምሳሕ ዝኣክል ፅቡቅ ጌርና ብዙሕ ቪታሚናት እውን ስለ ንረክብ ከምዚ ንሪኦ ዘለና እውን ማንድል ተጠቂመ ኣለኹ ሓደ ብኬሪ ካብኡ ዝበዝሕ ክጥቀም ስለ ዘይደለኹ ግን ማይ ክውስኸሉ እየ እዚ ቀሊል እዩ ኩሉ ግዜ ባዕልኻ ዝሰራሕኻዮ ኣዝዩ ኣዝዩ ኣዝዩ ፅቡቕ እዩ እንታይ ስብ እንታይ የእቲኻሉ እንታይ ከ ኣለዎ ስለ ትፈልጦ ከምዚ ንሪኦ ዘለና ምስ ጣሓናዮ እውን ዳይሬክቲ ያው ናብ ምስታይ ክውዕል እዩ ኩሉ ሰብ ክጥቀመሉ ይኽእል እዩ ብዝያዳ ንቆልዑን ንዴታትን ከዓ ሞርሞር ተተጠቕምናሉ ብዙሕ ተተጠቕምናሉ ኣዝዩ ተመራፂ እዩ ኩሉ ሰብ ክጥቀመሉ ይኽእል እዩ ቀሊል እዩ ግዜ ይወስድን እዩ ብላዕሊ ከዓ ቻዝ ዛሞይ እውን ቻዝ ቻዝ ይገብረሉ ኣለኹ ዋላ እውን ኣብቲ እንዳጣሓና ከለና እውን ክንገብረሉ ንኽእል ኢና ናይ ሎሚ እዚኣ ትመስል ክትፈትውዋ ተስፋ እናገበርኩ እንተፈቲኹማ ሸር ሳብስክራይብ ላይክ ኣይትረስዑ ናይ ሎሚ ኣብዚ ወዲእና ኣለና